ሰላም ሰላም ሃመይ ፀንሖ ክቡራትን ፍትዋትን ተኸታተልቲ ሳሚጂ ኢንሳይት እዚ ምስ ዋንስ ፒክቸርስ ሳሚጂ ኢንሳይት ብምትሕብባር ናባኹም ዝመሓላለፍ ምድላው እዩ ኣብ ናይ ሎማንቲ ምድላውና ልክዕ ከምቲ ዝሓለፈ ሰሙን ዝጀመርናዮ ናይ ሳሚጂ ኢንሳይት መፅሓፍ ደሰሳ ሓደ መፅሓፍ ናባኹም ነብለሉ ምድላው እዩ ሓቢርኩም ናባኹም ዝፀንሑ በዓል ሙሉእ ተስፋ እየ ሳሚጂ ኣዎንታውነት ይዓንብብ ሎማዓንቲ መፅሓፍ ክንድህስሶ ሒዝናዮ መፂእና ዘለና ብብሩክ ይሽጥላ ዝተፅሓፈ የኔ ሱጦታ ወይ ድማ ናይ የው ውህብቶ ልብል መፅሓፍ እዩ እዚ መፅሓፍ እዙይ ብጣዕሚ ደስ ልብሉ እዚ መፅሓፍ ተንቢብናዮ ሂወትና ብዝሓሸ መልክዕ ክንመርሕ ክሕግዘና ዝኽእል መፅሓፍ እዩ እዚ መፅሓፍ ቅድሚ ሓደ ዓመት ዝተፅሓፈ መፅሓፍ እዩ ብሩክ ይሽጥላ ማለት ኣብ ኢትዮጵያ ኣለዉ ካብ ዝበሃሉ ጎበዘት ኣርቲስታት ኣብ ዝተፈላለዩ ስእልታት እንዳሰኣለ ንጡፍ ለኾነ ህይወት እናተመለወ ሰብ እዩ እሞ ኣብቲ ቀረባ እዋን እውን ካልእ መጻሕፍቲ እናጸሓፈ ከም ዘሎ ዝረኸብክዎ ሓበሬታ እዩ ነመልክት። ብሩክ ሽትላም ኣብዚ መጽሓፍ እዚ ን ሰልፍ ዲቨሎፕመንት ወይ ድማ ህይወትና ሃመይ ከነመሓይሽ ከም ንኽእል ብጣዕሚ ካብ ዝተፈላለዩ ጽሑፋት ናብ ቋንቋ ኣምሓርኛ ተርጉሙ ዝጸሓፎ መጽሓፍ እዩ። ብጣዕሚ ጽቡቓት ታሪካት እውን ዘለውዎ መጽሓፍ እዩ እሞ እዚ መጽሓፍ እዚ ተንብብዎ ተኾንኩም በርግጠኝነት ሓደ ነገር ክነግረኩም ዝኽእል ልኾነ ኣመለኻኽታኹም ናብቲ ኣወንታውነት ሓፍ ከብለልኩም ልኽእል መጽሓፍ እዩ። እና ሳሚ ጂ ኢንሳይት ንመጽሓፍ ደሰታውን ሮማንቲክ የኔ ስጦታ ወይ ድማ ናተይ ውህብቶ ብልብል ብብሩክ ይሽጥላ እተጸሓፈ እዩ ክኸውን ልኽእል። ብሩክ ይሽጥላ እዚ መጽሓፍ ክጽሕፍ ከሎ ኣብቲ መጽሓፍ እውን ብንእሸይ ልተጸሓፈ ነገር እኒኦ ኣብቲ ታሕቲ ማለት እዩ። ሃገርና ወይ ድማ ዓድና ዓባይ ክንገብራ ክንገብራ ተደሊና ዝሓለፉ ጌትጋታት ወይ ድማ ልሓለፉ ስሕተታት ልሰራሕናዮም ክንደግም የብልናን ኢሉ ይጅምር። እሞ ንሕና እውን ኣብ ህይወትና እቲ ዝሓሸ ህይወት ብርኪ ክንመርፅ እንተደሊና፣ ኣብቲ ዝደለናዮ ናይ ዓወት ፅዋዕ ክንጭብጥ እንተደሊና እቲ ቀደም ዝሰራሕናዮ ስሕተታት ክንደግም ኣንበብና ካብቶም ስሕተታትና ተማሂርና ዝሓሸ ነገር ክንሰርሕ ከምዝግበእና ባዕልና ክንኣምን እዩ ዝግበእና። እሞ ኣብ ናይ ብሩክ ይሽጥላ ብጣዕሚ ብዙሓት ኢንስፕሬሽናል ታሪካት ነይሩ እዮም። ካብቶም ታሪካት ክልተ ንዓኹም ከብለልኩም እየ። ቅድሚኡ ግን ብሩክ ይሽጥላ ካብቲ መፅሓፍ ብተደጋጋሚ ዝገልፆ ወይ ድማ ብደንቢ ኣንደርላይን ልገበረሉ ነጥቢ ታይ እዩ ብዋንነት ልኾነ ይኹን ነገር ዝኾነ ይኹን ሰብ ኣብ ልኾነ ይኹን ናይ ሂወት ብርኪ ይሃሊ ብዙሓት ፀገማት ብዙሓት ፈተናታት ወላ እውን ኸዚ ኣብ ከባቢኻ ወይ ድማ ኣብቲ ናይ ሂወትኻ ኸቢቦምኻ ወይ ድማ like ሰርክ ገይሮምካ ተሃልዮም እዞም ነገራት እዚኦም ናብ ዝሓሸ ብርኪ ከሰጋግር ዝኽእል ሓይሊ፣ ዓቕሚ፣ ጉልበት ሐዚ እውን ኣብ ውሽጥኻ ከም ዘሎ ክትርስዕ ከም ዘይብልካ እዩ ብተደጋጋሚ ኣብቲ መፅሓፍ ዝገልፆ ማለት እዩ። ዝኾነ ይኹን ሰብ ካብ ፀገም ካብ ፈተና ከምልጥ ኣይኽእልን እዩ። እቲ ዋናነት ኣብ ኣእምሮ ለለዉ ኣመለኻኽታ ብምቕያር ለለዉዎ ፀገማት ናብ ዝሓሸ ብርኪ ከመሓላልፎም ንኽእል እዩ ደግም። እሞ ኣብ ኣእምሮኻ ዘሎ ሓይሊ፣ ኣብ ኣእምሮኻ ዘሎ ጉልበት፣ ኣብ ዙርያኻ ዘሎ ዓለም ናይ ምልዋጥ፣ ተኣምር ናይ ምስራሕ ብቕዓት ከም ዘለዎ እዩ ዝገልጽ። እዚ ንምርዳእ ዝኾነ ተሓጻር ታሪክ ኣነ ካብ ዝፍቶ እኳ ካብቲ መጽሓፍ ናባኹም ከብል እላ። ዝኾነ መንእሰይ ናብ ሓደ ናይ ገጠር ማሕበረሰብ ወይ ድማ ናብቲ ናይ ገጠር መነባብሮ ዝመርሖ ጉዕዞ ክገብር ይኸይድ እሞ ኣብቲ ከባቢ ብዝረኣዮ ነገር ግን ብጣዕሚ ይድነቕ። ኣብቲ ከባቢ ታይ ይእረዩ ብጣዕሚ ዓበይቲ ሓራምዝ ናይ ዓለም እቶም ዓበይቲ ግዙፋት ዝበሃሉ ሓራምዝ ንእሽተይ ገመድ ተኣሲሮም ብንእሽተይ ሰንሰለት ተኣሲሮም ክኸይድ ይርኢ እሞ ብጣዕሚ ይግረም ምኽንያቱ እዞም እንስሳታት እዚኦም ካብ ዓለምና ብጣዕሚ ዓበይቲ እዮም ኣብ ዝኾነ ይኹን እዋን ድማ እዚ ገመድ ወይ ድማ እቲ ሰንሰለት በጢሶም ክኸዱ ይኽእሉ እዮም ነቶም ሰባት እውን ሓደጋ ከመፅእሎም ይኽእሉ እዮም ዝብል ናብ ኣእምሮ ይሓድር ዝተፈላለዩ ሕቶታት ይመፅዎ እዚ ነገር እዚ ከፃሪ ኣለኒ ብምባል ድማ ቅርብ ኢሉ ናብቶም ትሬነራት ወይ ድማ ለሰልጥኖም ገመዶም ሒዞም ሒዞምዎም ዝኸዱ ዝነበሩ ቅርብ ኢሊጥ እዮም። እዞም እንስሳ እዚኦም ብጣዕሚ ዓበይቲ እንስሳት እዮም። ኸመይ ተኣምር ጌርኩም ኢኹም ብንእሽተይ ገመድ ኣሲርኩም ትመርሕዎም ዘለኹም? እዚ ነገር እዚ ከገርም ኣገሪሙኒ እሞ ታይ ምስጢሩ ኢሉ ቅርብ ኢሉ ይሓቶም። እቶም ሰባት እውን ሓድሽ ምዃኑ ብምርኣይ ነቲ ከባቢ ሓድሽ ምዃኑ ሓድሽ ጋሻ ምዃኑ ተመልኪቶም እዞም ትሪኦም ዘለኻ ዓበይቲ እንስሳታት ብንእሽተዮም ወይ ድማ ህፃንነት ኣብ ህጻንነቱ ከሎ በዚ ንእሽተይ ገመድ ኢና ንኣስሮ ኔርና። ኣብቲ እዋን ንሱ እቲ ገመድ ንዖኦም ከቢድ እዩ ኔሩ፣ ክብጥስዎ ኣይክእሉን ኔሮም። እዚ ነገር ብጣዕሚ ወኪሮም ድሕሪ ብዙሕ ፈተነታት እውን ከሳኽዓሎም ኣይኸኣለን። ክሳኽዓሎም ስለ ዘይኸኣለ ድማ ኣብ ኣእምርኦም ሓደ ነገር ተቐቢእዎም፣ እዚ ነገር እዚ ንዘላለም እሱራት ከም ክኾኑ ኣሚኖም ይድርሑ። እዚ ትሕተት እዚ ናብ ባዕልና ክንቅይሮ ንኽእል ኢና። ኣብ ህጻውነትና ወይ ድማ ዓቕሚ ኣብ ጉልበት ኣብ ለረኸብናሉ እዋን ንየናይ ነገራት ፈቲንና ንየናይ ነገራት ፌል ጌርና ንኾን ንኽእል ኢና ግን ካብ ምምሃራኑ እንዴናይ ላኣይ ግን ኣእምሮና ፕሮግራምድ ኮይኑ ሓድሽ ነገር ክንመይ ከይንሰርሕ እንዴናይ ላኣይ ግን ጸገም ከምፈጠርና ባዕልና ክንሓትት ከምግበእና እዩ እሞ ኣብ ሂወትካ ፍርሒ ከጸግመካ ይኽእል እዩ ኣብ ስራሕካ ብዙሕ ግዜ ፌል ጌርካ ትኾን ትኽእል ኢኻ ስዕረቱን ኣጋጢሞምካ ክኾኑ ይኽእሉ እዮም እሞ ናይ ነጻነት ኣእምሮኻ ግን ናይ ኣእምሮኻ ነጻነት ግን ካባኻ ክጅምርን ብግቡእ ኢኻ ክትዝክሮን ርግበእካ እዩ እዚ ናይ ሓጻር ናይ ታሪክ ሓራ ምስ ክንገልጸና ርክብካ ናብ ቡርኪንሽጥላ መጽሓፍ እዩ ማለት እሞ እዚ ዝሓደ እዩ እቲ ካልኣይ ኣብ ናብ ቡርኪንሽጥላ ብደንቢ ኣስፊሑ ካብ ዝገለጾ ነገር ታይ እዩ ናይ ምልጋስ ወይ ድማ the power of giving ክንደይናይ ብኣክል ተኣምር ከም ዘለዎ ኣብ ህይወትና ብደንቢ ዝገለጸ መጽሓፍ እዩ ገሊጹ እየ ኣለኹ ምልጋስ ኩሉ ግዜ ንምልጋስ ቅኑዕ ልቢ ጥራሕ ክህልወና ከም ዘለና እዩ ዝገልጽ። ኣብ ውሽጥና ኣብ ዙርያና ዘለዉ ዝተዋሃቡና ብጣዕሚ ብዙሓት ናይ ተፈጥሮ ጸጋታት ኣለዉ እዮም። እሶም ምልካት እንትጅምር እውን ብዙሕ ነገር ክንልግስ ከም ንኽእል ይሕብረና እዚ መጽሓፍ እሞ ኣብ ከይዲ ምንባር ህይወት ኩሉ ግዜ ምቕባል ጥራሕ ዘይኮነስ ምልጋስ ክንመሃር ከም ዝግበእና ሓደ ነገር ተለጊስና

እዚ መፅሓፍ እዚ ሎማዓንቲ ኣብ ገዚእኹም ወይ ድማ ኣብ ዝተፈላለዩ ማሕበራዊ ሚዲያታት ቼክ ብምግባር እዚ መፅሓፍ ኣንቢብኩም ዝሓሸ ኣመለኻኽታ ዝሓሸ ኣወንታውነት ዘለዎ ሂወት ክትመርሑ ክትኾኑ ትኽእሉ ከምትኽእሉ በዓል ሙሉእ ተስፋ እየ ሳሚ ጂን ሳይት ኣወንታውነት ይዓንብብ ኣብቲ ልመፅእ ሰሙን እውን ብኻሊእ መፅሓፍ ናባኹም ክነብል ኢና ንዝህልወኩም ዝኾነ ይኹን ሓበሬታታት ወይ ድማ ኣስተያየት ርእይቶ ኣብቲ ናይ ኮሜንት ሳጥን ኣብ